መጀመርታ ነዚ ቻናል እዚ ሓደሽቲ እንተድኣ ኮንኩም subscribe እና like ናገበርኩም ናዚ ቻናል እዚ ቤተሰብ ምዃን ኣይትረስዑ ኢኹም መጀመርታ ኸዚ subscribe ናገበርኩም like ናገበርኩም እዚ ቪድዮታት ቐጽልዎ። የዒንተይ ምስትፍቕራ ምልዓል ሃንሲኡኒ ሓታቲ ተልኪ ዕብድብድ እንዲለ ዕብድብድ እንዲለ ዕብድብድ እንዲለ ካብ መልክዕ ጠባያ
እሺ ቤተሰብ በቲ ፈላማይ ቪድዮና ንቅፅል ኣለና ሰናይ ምክትታል። ኦፋራይ ኣፍሪካ እተ በሊዕካ ጽገብ ተኸዲንካ ሙቕ ጎይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለጅለውጠልና ወይለ ኣፍሪኩም እተው በሊዕኩም ጽገቡ ተኻዲንኩም ሙቕ ጎይኹም ኺዱ ክንዲ ናይዘይ ዕድመ ይሃብኩም ጣልያን ተወሊደ ሰማንያ ገይረ ጉልበትኩም ሳኸትኩም ይቐኒ መኒ ናይዘ ጉልበትና ጉልበትኩም ሙነይዎ ጉልበትኩም ሙነይዎ
እዝጋብሔር ዕድመ ክዕድል ከሎ ሲ ሰብ ኣጸውዑ ንፍጡር ወዲ ሰብ ንኸልቢ ንህበይ ንምዕራይ ጸዊዕዎም ዕድመ ይኽብ ዕምርና ማለት እዩ ህበይ እስከ ቅረብ ኢሎ ዕድመይ ዕድመይ ደብደሎ ማክሲማም ናምበር ማለት ህበይ ዕድሜኺ ዕስራን ሰለስተን ሂበኪ ኣለኹ ናንተ ኣቦይ ጠዋሪ ዘይብለይ ማእሪረ ንኽበልዕ ሰማይ ከይወድቀኒ ከምዚኣ ኢለ እናሓደርኩ ዕስራን ሰለስተን ዓመት ኣይበዝሐንን ዶ ኢላቶ እቲ ባህግና ናይ ደቂ ሰባት እየ ክነግረካ ደልየ ሕጂ እቲ ምዕላል ደምፅይ ሓሙሽተ ዓመት ኣጉዲለልኪ ኣለኹ ማክሲማም ህበይ ናይ ህበይ ዕድመ ክንደይ እታ ዕድመ ፀገት ዓሰርተ ሸሞንተ ከልቢ ቅረቢ ኢለ ዕስራን ሸሞንተን ሂበካ ኣለኹ ኣቦይ መዓረይ ሰንሰለት ኣብ ክሳደይ ለይቲ እንደ ተኣሲረ ጉሕ ክብልሲ ቁሩብ ኣይበዝሐን እንደ ኢሉ ሓሙሽተ ዓመት ቀኒሰልካ ኣለኹ እንደ ዕድመ ፀገበ ከንዲ ክንደይ ዕድመይ ዕስራን ሰለስተን ብዕራይ ቀረብ ኢሉ ዕስራን ሓሙሽተን ዓመት ሂበካ ኣለኹ ኢሉ ኣርዑት ኣብ ክሳደይ መሬት እናጨረርኩ ክነብር እሞ ከዓ ኣነ ዳሓረስኮ ፅራይ ሰሰት እዮም ሓተላ እንዳሃቡንስ ኣይበዝሐን እንዶ ኣቦይ መዓረይ ኢልዎ ሓሙሽተ ቀኒሰልካ ኣለኹ ወዲ ሰብ ንሕና ማለት እዩ ተመስገን ደይንፈልጣ ወስኹኒ ኩሎም እንታይ እዮም በዚሑና እዮም ክብሉ ጸኒሖም ወዲ ሰብ ክቡር ኢኻ ብምስለየ ፈጢረካ ኢሉ ፈጣረይ ብዙሕ ሂብዎ ማለት ን ኣብ ዒስራታት እዩ ጸኒሑ ኣርብዓን ሓሙሽተን ዓመት ወድኻ ከተመርዖ ወሊድካ ወይ ጓልካ ከተመርዖ ኢልዎ ኣርብዓን ሓሙሽተን ሂበካ ኣለኹ ኢልዎ ኣቦይ ማዓረይ እወ ቦኽሩ መርዕየ ሕሳስ ስለ ደየመርዖሉስ ኣይወሓጠንን ዶ ይበዝሕ ናይ ህበይ ናይ ከልቢ ናይ ብዕራይ ውሰደን ኢሉ ማክሲማም ናምበርስ ናይ ሰብ ክንደይ ሕጂ ሓቂ የምስሉኒ እዚ ነብሰ ነዚኣ መሃዝስ መን እየ እኳ ሕጂ ኣነ ሰሚዐ የልዕለኩም ዘለኹ መን እዩ ምሂዝዋ ስራሕ ስኢኑ ነዚኣ ክምህዝ እሱ እዩ ድገርመኒ ኣነ ከምዚ

ዝኸፈልክዎ ግን ብኣፍንጫኺ ትኸፍልየን እዩ ዝብል ዘሎ። ብተወሳኺ ድማ እቲ ብተወሳኺ እቶም ካልኦት ድማ ብዛዕባ ናይ ቆልዑት ድማ ንስኺ ጽቡቕ ጌርኪ ትፈልጢ ኢኺ ንስኺ እውን ሓደ ቆልዓ ከም ዘለኪ ጽቡቕ ጌረ ይፈልጥ እየ ነዚ ተኣማሚንና ኢና ድማ ሓዳር ክንገብር ዝወሰንና ናይ መርዓ መዓልትና እውን ዝወሰንና ስለዚ ንስኺ ኣብቲ መዓልቲ ኣብቲ መዓልቲ መርዓ ዝተረፍክሉ ምክንያት ድማ እንታይ ምዃኑ ኣይተረድኣንን ሕጂ ብዛዕባ እቲ ናይ ምርመራ ድማ ደም ምርመራ ንግበር ኢለ ነጊረኪ ነይረ እየ ደም ምርመራ ንግበር ኢለ ነጊረኪ ነይረ እየ ነገር ግን ናብ ዝኾነ ቦታ ናብ ዝኾነ ቦታ ክኸይደ እሞ ምስ ተመለስኩ ደም ምርመራ ክንገብር ኢና ኢልኪ ነጊርክኒ ካብኡ ንስኺ ዘንጊዕኺ መፂኺ መዓልቲ መርዓና ምስ ኣኸለ ኣነ ክገብሮ ክሰርሖም ዝግብኡን ስራሕቲ እንከለዉ ሕጂ ናብ ሕክምና ክኸይድ ኣይክእልን ኢለ ፀኒሕና ክንምርመርና ክንምርመር ኢና ኢለ ነጊረኪ ንስኺ ድማ ጉዳይ መርዓ ፋሕ ኣቢልክዮ ኢሉ ፅሒፍዎ ማለት እዩ ባይ ዘ ወይ ክንደይ ሰብ ዝኣክል ክንደይ ሰብ ሪኣክት ከም ዘለዎ ልዕሊ ሓሙሽተ ሽሕን ልዕሊ ሓሙሽተ ሽሕን ክልተ ሚእትን ሪኣክት ኣለዎ ኮሜንት ድማ ኣርባዕተ ሚእትን ሰማንያን ትሽዓተን ኣለዎ ሼር ድማ ልዕሊ ዒስራን ዒስራን ገለ መለታትን ኣለዎ ማለት እዩ ባይ ዘ ወይ እዛ ጉዳይ ትሽልሕ ደላ ሓቂ ጋይስ ትሽልሕ ላ መስለኒ እዛ መርዓት መልሲ እንድሕር ሄባ ድማ ሒዘልኩም ክመፅእ እየ ፎሎ ከይትርስዑ ጋይስ ፎሎ ጎሪኹም ፈትወኩም እየ ባባይ
ጓል ምሉእ ህይወታ ጾታዊ ርክብ ከይገበረት ከተዕርባ ትኽእል ዶ? ብሓፈሽኡ ኣብ ጓልን ወድን ዘሎ ምርጫ ክንርኢ ኢና፣ ጓል ድያ ብዘይ ጸታዊ ርክብ ትነብርስ ዋላ ወዲ፣ ብሓፈሽኡ እዘን ሸሞንተ እዚኤን እሞ ረእይወን፣ ካብዘን ሸሞንተ ትርእይወን ደለኹም ሰለስተ ደምስሱ ተትብሃሉስ ንመን መውጻኹሞ፣ ሰለስተስ ደልይ ትግበርወን ኣብ ህይወትኩም ደየለዋ ዘይፍቀደኩም፣ እዛ ናይ መወዳእታ ትርእይዋ ደለኹም እዛ ጸታዊ ርክብ ኣወዳት ብዘይ ብኣኣ ክንነብር ኣይንክእልን ኢና ኣዋልድ ጊን እዚኣ ትክእል ኣኣ ክንመስለን ንስከብ ኮመንት። ህጂ እታ ሓሳብ ተረዲኣትኩም ደላ ሰለስተ ኣብ ሂወትኩም ደሊት ክትብሉ ደሊት ተልኩሞ ፈጺምኩም ኣይክትረክቦን ኢኩም ብዘይ ብኡስ ክትነብሩ ትክሉ ካብዘን ሸሞንተ እዚኤን ሰለስተ ደሊት ክትብሉ እንተትክእሉሲ ነየን ምበልኩም ናይ ኣወዳት እቲ ባህርና ተመሳሳሊ እዩ ኣብቲ ምርጫና ቁሩብ ክቀራረብ ግድነት እዩ ናይ ኣዋልድ ግን ክርኢ ምደለኹ ስለዚ ብንጹር ኣብ ኮመንት ንዝያዳ ተኸታተልቲ ንምዃን ኣብዚኣ ፈሎው ኣይንረስዕ ናብ ኩሉ ክበጽሕ ከኣ ሸር ኮፒሊንክ ኣይትረስዑ Thank you። ሓደ ደሳለ እኳ እዩ ምንም ዘብለኩም ንዓኹም ዓሰርተ ዓመት ኣብ ዝኸድኩሞ ሓማሴን ደንብያ ክትብሉ ጽምም ኢልኩምስ ሓደ ምልስ ምስ ኣበልካስ ጣጣጣጣጣጣ ከምዚ ድማ ዋው ከምዚ ዋው ባዕ። ኣብ ከደደነታት ገለ ኢልካ ክትዛረብሲ እንታይ እንታይ ኣለኩም ብዘይካ እህባይን ጎቦን ገለ ባዕ ንዕባ ኣብኡ ኮይና ዓቢና ክትጸሩና ገለ መሬታት ብሰብ ተማሰጎሉ እምኒ እንዳተማሰጉና ብሕሱም ድኽነት ኣብ ጥስቲ ከምዚ ኢልካ ተዓጺፍካ ዓወት ንሓፋሽ ማይ ገለ እንዳተሓጸብካ ብሕቆኻ ማይ እንዳወረድካ ብሕቆኻ ዕንጨይቲ እንዳምጻኻ ባዕ ካብ ካበይ ኢኹም መጺኹም ኣነ ኣጋጣሚ ተን ናይ ኣከለ ገለ ዝበሃላ ከተማታት ኩለን በጺሐ እየን እቲ ካልእ እየ ዘይፈልጦ እምበራስ ደቂ ኣምሓራ ሰንዓ በሊ ዋላ ሰገነይቲ ዓዲ ቀይሕ ተንተን ዝብኩሑለን ከተማታትሲ ኩለን በጺሐ እየን።
ለንቀነ ናይ ስነጥበባዊ ሄኖክ ምስ ሞዴሊስት ሲኒት ናይ ቃል ኪዳን መሳሊ ስእሊ ክዝርጋሕ ቀንዩ። ጋዘጠኛ ነሽነሽ ዘይፈልጦ ሕጸ ደኣ መኣስ ተኻይዱ ብምባል ገሪምኒ። ከጻርያ ቀንየ። መጠረሽትኡኸ ኣጻርየያ። ቅዳመ ሰንበት እዩ ሕዳር ፅዮን እናሰተና እተን ስእልታት እዚኤን ኮይነን ከም ትሪእዎ ኣለኹም ናይ ቃል ኪዳን መሳሊ ማለት እዩ መጠረሽቱ መጠረሽቱ ምስ ኣፃረናዮ እዚ ናይ ሕጂ ዘይኮነስ እህ ናይ ቀደም እዩ ናይ ቀደም እዩ እወ ዋ ሕጂ ከብ ሓንሳብ ኣለዉ ዶ ኖኖ ተፈላለዮም እዮም ዋ እሞ ናይ ቀደም እሞ ከዓ ተፈላለዮም ምዃኑ እናፈለጥኩም ሲ ስለምንታይ ክዝርግሕዎ ቀኒኹም እንታይ ምኽንያት ፍልጥቲ እያ እንታይ ስለ ዝኾነት ፌሞስ ስለ ዝኾነት ህብብቲ ስለ ዝኾነት መልእኽቲ ለኒ ናሰትና ናሰትና ኣንቱም ብሕጂ ህቡባት ክትኮኑ ትደልዩ ሰባት ወይ እውን ህቡባት ክትኮኑ ዘይትደልዩ ሰባት ህቡብነት ሃንደበት ክትመፀኩም ትኽእል እያ ልክዕ ህቡብነት ምስ መፀትን ሰባት ናይ ቀደም ስእልኹም እናምጽኡ እናምጽኡ ሸር ክብሉን ሓደ ክትከውን እያ ስለዚ እናሰተና ካብ ሕጂ ውልቃዊ ህይወትኩም እንዳሓበእኹም ቅድሚ ህቡብ ምዃንካ ውልቃዊ ህይወትካ እናሓበእኻ ቅድሚ ፌሞስ ምዃንኪ ውልቃዊ ህይወትኪ እንዳሓበእኺ ናይዚኦም ክልተ ግን ሕጂ ብሓንሳብ ስለ ዘየለዉ ንዓኣ ሊቭ ሄር ኣሎን ንዕኡ ሊቭይም ኣሎን ነቶም ዘይትሰምዑ ከኣ ንሓፈሻዊ ናይ ቀደም ምዃኑ ብሓንሳብ ከምዚ ዘለዉ እናፈለጥካ ናይ ቀደም ስእሊ ሸር ኣይበሃልንዩ ኢድኩም ትቆረጽየ ዝብል ዘለኹ ኣየሳእነና ጋዜጠኛ ነሽነሽ ካብ ሃገረ ጀርመን

ኣዳራት ኣይትመፅእ ኔታ እዚኣ ኣዳራ ኮነት ክልተ ሰለስተ ቢራ ምስ ሰተዩ ኣና እኮ ይጨርም እኳ ክንደይ ግዜ ጨሪመ መስተ ርእይዎ ይፈልጥ ብጀካ ብራሕን ፃባን ስታ ዲኻ ትፈልጥ ብራሕ ብራሕ እናሸተትካ እንዳ ስደት ወፂኻ እንታ ዲኻ ትፈልጦ መስተ ብራሕ ብራሕ እናሸተትካ ወፂኻ ቅጫ ሃንሳ እናሸተትካ ወፂኻስ እንታ ዲኻ ኣለካ ሕጂ ኣብ መስተ እኮ ክንደይ ጨሪምና እኳ ኢና ኣበ ዲኻ ትፈልጦ መስተ ወስተይ ወዲ ኣስመራ ወዲ ከተማ ወዲ ደቀምሓረ ወዲ ባጽ ጥራይ ዝፈልጦ ወይ ወዲ ተሰነይ ወዲ ከተማ ጥራይ ዝፈልጦ መስተ ጥርሙዝ ኣረቂ ሒዙ ኢልካ መጽእ ኣረቂ ይሰቲ ነይሩ ኣበ ዲኻ ትፈልጦ ኣረቂ ኣብ ውራይ እንዲኻ ትፈልጦ ኣብ ውራይ ክትሓልፍ ኮላ ኣዲኻ ሒዛታ ክትከይድ ኮላ ናብ ውራይ ኢኻ ትፈልጣ ኣረቂ ጎልድ ይብለካ ጎልድ እቲ ውኢሉ ትኸይድ ምስ ፋራ ትኸይድ ኣብ እንዳ መስተ ኣደይ ትሙት ብላካ ኣለኹ ፋራ ኣታ ፋራ ሓቆም ዞም ደቂ ኣስመራፅ ፋራ ክትብሉ ኣብ ቅድሚ ኣምላኽ ሓቆም እንታይ እስከ ጎልድ ኮይዶም

መጀመርታ ኮፍ በል ተረጋጋእ ሰብ ምስ ኣበለት ትርእየካ ኣላ ኣይኣትው ኣሎ ስራሓ ምስትእንጋድ እዩ ስራሓ ክተስተናግደካ ዓቕሊ ግበር ኮፍ በል ተረጋጋእ ከይድካ ኢድካ ተሓፀብ ሻወርካ ግበር ወሬቨር ኢዳኳ ተሓፃፂብካ ገፅካ ወላው ኢልካ ኮፍ በል ኣብቲ ኩርሲ ኣብ ኩርሲ ኮፈል ክትመጻካ እያ ስራሓ እዩ ኮፍ ክትብል እያ ክትመጽእ እያ ምእንቲ ስራሓ ኢላ ክትመጽእ እያ ናብኡ ገና እንዳመጸት ኮላ ስታይ ብላ ሓንቲ ጎልበን ተማለላ ኮለኺ ኣታ ስነ ስርዓት ኩሎም ይሰምዑኻ ሽዑ እንታይ ከም ዝሰት ዘለካ ኩሎም ይሰምዑኻ ኮፍ ትብል ዋላ ነጊርካዮም ሓንሳብ ድሓን ኣታ ተረጋጋ ኣሎ ሓንሳብ ፅናሕ ዘሎ ብኣንታ ኢልና ክንረጋጋ ሰዓት ክንሄዱ ኮይኑ ዘሎ ብለካ ብሰዓት ከምሰቲ ማለት ብዛዕባ እንታይ ዝገብር ኣብዛ ሓደ ሰዓት ክልተ እዩ ዝዕፆ ባራ ሙሉእ መዓልቲ ኮፍ ኢሎም መምስኡ ንክሰኽሩ ኢሎም ኸዱ ሰዓት ሓደ ሰዓት ሓደ ኸዱ ጎልደን ምፅ ሰዓት ሓደ ኣትውስ ሓደን ፈረቃን በኣስ ይጅምሩ

ኣኮርዲን ማይ ዳታ ኣጸጊዖም ኣጸጊዖም ኣጸጊዖም ኣብታ ናቶም ፋራ ኮፍ ኣቢሎምና ኮፍ እው ፋራ ምዃን ክኸፍእ ኣዴትሙ ፋራ ምዃን ክኸፍእ ኣዴትሙ ዝብለኩም ኣለኹ ኣታ እዚ ሓሪፍ ዳ ኣስተሕሚልካ እኳ እዚ ፖለቲካ ክፉ እዩ ኣብ ቅድሚ ኣምላኽ ተጸጊዖም ኣታ ኣታ እዚኦም እኮ ኣታ ኣታ ብጥሓን ገለመለ ነውሪ ሰብ ክጥሓን ኣይክእልን እንዲ